ሕራይ ንግሆ ሕግን ተስፋን ዝብል ርኢና ነርና ውርሻ ወይ ርስቲ ብሕጊ ከምዘይኮነ ርኢና ነርና። እዚ ነገር እዚ ድማ ኣብ ገላትያ ሳልሳይ ምዕራፍ ካብ ፍቕዲ ዓሰርተ ሓሙሽተ ክሳዕ መወዳእታ ርኢናዮ ነርና ማለት እዩ ብተስፋ ወረስቲ ከም ዝኾንና እቲ ነብርሃም ተዋህቦ ተስፋ ከዓኒ ክርስቶስ ምዃኑ ርኢና ነርና ማለት እዩ ሎሚ ኣብኡ ንእሽተይ ገለ ነገር ክውስኸልኩም እሞ ድሕሪኡ ሎሚ ሕጊ ኣሎ ዶ የለን ሕጊ ሕጃብ ሓድሽ ኪዳን ይሰርሕ ዶ ይሰርሕ ድዩ ወይስ ኣይሰርሕ ዝብል ሓሳብ ከነርእና ማለት እዩ ሮሜ ራብዓይ ምዕራፍ ካብ ፍቕዲ ዓሰርተ ሰለስተ እታ ናብርሃም ወይስ ንዘርኡ ወራሲ ዓለም ምእንቲ ይኸውን እታ ናብርሃም ወይስ ንዘሩ መን እዩ ዘርኡ ኣይትርስዑ መን እዩ ዘርኡ ክርስቶስ እዩ ክርስቶስ እዩ ዘርኢ ንዘርኡ ወራሲ ዓለም ምእንቲ ክኸውን እተዋሃበቶ ተስፋ ብጽድቂ እምነት እያ እምበር ብሕጊ ኣይኮነትን ብምንታይ ኣይኮነትን ሕጂ ብሕጊ ኣይኮነትን እንተ ኢልና እንታይ ማለት ሕጊ እንታይ ተግባር እዩ ተስፋ ግን እንታይ እዩ ብሕጊ እንተ ኢልና ኩሉ ግዜ ነቲ ሕጊ ፈፂምካ ኢኻ ትወርስ ማለት እዩ ነቲ ሕጊ ዝብሎ ትእዛዛት ነቲ ሕጊ ዝብሎ ሕጋጋት ነቲ ሕጊ ዝበሎ ኩሉ ፈፂምካ ኢኻ ክትወርስ ትኽእል ኦኬ ብተስፋ እንተ ኢልና ግን ኣምላኽ ብዝሃቦ ብተስፋ ብየሱስ ክርስቶስ ትወርስ ማለት እዩ ብየሱስ ክርስቶስ ኣሚንካ ወራሲ እተዋሃበቱ ተስፋ ብጽድቂ እምነት እያ ብእምነት ትጸድቕ ወራሲ ትኸውን ነታ ተስፋ ትወርሳሲ እንታይ እንተኾንካ ኢኻ እንተ ጌርካ ኣይኮነ ተሰሪሕኻ ኣይኮነ ዋጋ እንተ ኸፊልካ ኣይኮነ እንተ ጽዒርካ ኣይኮነ እንታይ ደኣ ብእምነት እንተ ጸዲቕካ ወራሲ ትኸውን እያ እምበር ብሕጊ ኣይኮነትን እሞ እቶም ካብ ሕጊ ዝኾኑ እንተ ዝወርሱስ ካበይ ዝኾኑ ካብ ሕጊ ዝኾኑ እንታይ ማለት እዩ ሕጊ ሙሴ ዝሓለው ሕጊ ሙሴ ዝሕልው እንተ ዝወርሱስ እምነት ኮንቱ ምኾነት እያ እዚ ብየሱስ ክርስቶስ ኣሚንና የሱስ ክርስቶስ ኣሚንና ጸዲቕና ኢና ብየሱስ ክርስቶስ ናይ ዘለዓለም ህይወት ወረስቲ ኢና እንብል ኮንቱ ምኾነ ነይሩ ኮንቱ ምኾነት ነይራ ትርደትኩም መን እንታይ እንተዝኸውን ሕጊ ዝሕልው ንተስፋ እንተዝወርሱ ማለት እቶም ካብ ሕጊ ዝኾኑ እንተዝወርሱ እምነት ኮንቱ ምኾነት እታ ተስፋ እውን እታ ተስፋ ምተጠለመት ዓይነት ተስፋ እታ ቅድሚ ኣርባዕተ ሚእትን ሰላሳን ዓመት ነብርሃም እተዋሃበቶ ነብርሃምን ዘርኡን ተዋሃበቶ ተስፋ ምተጠለመት ነይራ እቲ ሕግስ እንታይ እዩ ዘምፅእ? እቲ ሕጊ እንታይ እዩ ዘምፅእ? እቲ ሕግስ እንታይ እዩ ዘምፅእ? እቲ ሕግስ ቁጥዓ እዩ ዘምፅእ እሞ ሕጊ እንታይ የምፅእ? ኣብዚ እዚኣ እታ ናይ ውፅኢት ናይ ሕጊ ኣብ ትብል ትምህርትና ክንሪኣ ኢና ሕጂ ክንረኣይናሳ ውፅኢት ሕጊ ውፅኢት ሕጊ እንታይ እዩ እንተኢልና ቁጣዓ መርገም ሞት ኩኔኔ ጭንገፋ ዘይምስላጥ ምትራፍ እዚ ኩሉ የጠቃልል ውፅኢት ሕጊ ማለት እዩ ስለዚ ሕግስ እንታይ ደምፅ ኢሎ ቁጣዕ ተስፋ ኣይኮነን ዝበካ ውርሻ ኣይኮነን ዝበካ ሕጊ እንታይ ደምፅእ

ኣምላኽ ክጉሕፈካ ኣምላኽ ክጸልኣካ ኣምላኽ ክፍንፍነካ እዩ ዝገብር ኣብ ሆረንስ እዩ ዝገብር ቁጣዓ እዩ ደምጻልካ ሕጂ ኣምላኽ ተስፋ ክህበካ ዘይኮነስ ኣምላኽ ክቁጣዓካ እዩ ዝገብር ምንታይ ሓጢኣትካ እዩ ዝገልጽ ሕጊ ሓጢኣትካ እዩ ዝገልጽ ሕጊ ድኻንካ እዩ ዝገልጽ ሕጊ ሽግርካ እዩ ዝገልጽ ሕጊ ናይ ውሽጢ ኣበሳኻ እዩ ዝገልጾ ሕጊ ሓይሊ ሓጢኣት እዩ ሕጊ ኣይትመነንቲ ዘይብለንሲ እንትምኒት ኣይንፈለጥኳን ነይረ ኢለካ ኢልካ ስለዚ ሕጊ ከየለ ከሎ ኣነ ህያው ነበርኩ ሕጊ ምስ መፀ ግን ኣነ ሞትኩ ሓጢኣት ብትእዛዝ ምክንያት ረኺቡ ኣስሓተኒ ኣብ ሆረንስ እዩ ደምፃልካ ኣብ ሆረንስ ኣብ ሆረንስ ተመ ፅላት ኣምላኽ ክጸልኣካ ኦኬ ኣምላኽ ክፍንፍነካ ኣምላኽ ክጽየነካ እዩ ዝገብር ሕጊ ባይዘወይ ሓደ ነገር ክነግረኩም ኣምላኽ ጻድቕ ፈራድ እዩ ኣምላኽ እንታይ እዩ ኣምላኽ እንታይ እዩ ጻድቕ ፈራድ እዩ ኣምላኽ ኣብ መስቀል እኮ ክልተ ነገር እኮ ይገብ ንክርስቶስ ተቖጢዕዎ ንክርስቶስ ቀዚፎ ንክርስቶስ ኣይኮነን ቁጣ ኣምላኽ ኣብ ልዕሊኡ ዓሪፉ ንዓና ከሓራጊርና ንምንታይ ኣምላኽ ስኢሉ ኣባ ከሎ የፍቅረኩም እየ ሓራ ገይረኩም ኣለኹ ናፃ ይኹም ካብዛ ሎማዓንቲ እዚኣ ዘይበለና ፃድቕ ፈረንስ ስለ ዝኾነ ኮይኑ እቲ ኣብ ሆሮንስ ዝበሃል ነገር ኣብ መን ዓሊቡ ኣብ ክርስቶስ ዓሊቡ እቲ ቁጥዐ ኣብ ክርስቶስ እቲ ስሊ ኣብ ክርስቶስ እቲ ሓርቆት ኣብ ክርስቶስ እቲ ኩረ ኣብ ክርስቶስ ኦኬ ኣብ ክርስቶስ ዓሊቡና ዓሊቡልና ማለት ፓኒሽመንት ይብል ማለት ኦኬ እዛ ኦርገይ ትብል ቃል ብግሪክ እታ ቁጥዓ ትብል ቃል ብግሪክ እንታይ ትብሉ ኦርገይ ትብሉ ኦርገ ማለት ማለት እዩ ልክዕ ናብ እንግሊሽ ከይኩም ክትርጉሞ ከለኹም ሓሙሸ ቃላት እዩ ዝህቦ ሓሙሸ ትርጉም ኣሎ ቀዳማይ ኣብሃሮንስ ካልኣይ ፓኒሽመንት ሳልሳይ ኣንገር ራብዓይ ኢንዲግኔሽን ራብዓይ ኢንዲግኔሽን ሓምሻይ ቨንጀንስ ቨንጀንስ ቨንጀንስ እንታይ ማለት እዚ ኣብ ሆረንስ ማለት ጽልኣት ፍንፈና ጽየና ማለት እዩ ፓኒሽመንት ማለት መቕጻዕቲ ማለት እዩ ኣንገር ማለት ቁጥዐ ማለት እዩ ኢንዲግኔሽን ማለት ከዓ ቁጥዐ ነድሪ ምረት ማለት እዩ ቨንጀንስ ማለት ከዓ በቐል ሕነ መፍዳይ ማለት እዩ እዚ ኩሉ ኣብ መን ዓሊቡ ኣብ መን ዓሊቡ ብሩኻት ኣብ የሱስ ዓልዩ ኣብ የሱስ ዓልዩ ንሕና ብተስፋ መታን ክንወርስ ብየሱስ ክርስቶስ ኣሚንና ወረስቲ ኣምላኽ ወረስቲ ናይ ኣምላኽ ነገር ኩሉ መታን ክንከውን እቲ ቁጥዐ ናይ ኣምላኽ እቲ ሕርቃን ናይ ኣምላኽ እቲ ኹራ ናይ ኣምላኽ ኦኬ እቲ ኢንዲግኔሽን ናይ ኣምላኽ እቲ ኣንገር ናይ ኣምላኽ እቲ ቨንጀንስ ናይ ኣምላኽ ኣበይ ዓሊቡ ኣብ ክርስቶስ ዓሊቡ Hello? Hello? ኣብ መን ዓሊቡ? ኣብ ክርስቶስ ኣምላኽ ንክርስቶስ ስለ ተቖጥዖ ንዓና ሓራጊሮም ሕግስ ቁጥዓ እዩ ደምጽእ ኦኬ ብየሱስ ክርስቶስ ምእማን ግና ሓራ ይገብረካ ንምንታይ እቲ ቁጥዐ ኣብ መን ስለ ዝዓለበ ኣብ ክርስቶስ ስለ ዝዓለበ ኣብ ክርስቶስ ስለ ዝዝሓለ ናይ ኣምላኽ ቁጥዓ ወይዘወ እዚ ብጣዕሚ ወሳኝ ማለት ንምሳሌ ሓደ ነገር ክትርዱ ይደሊ ኣብ ሲና ሲ ኣምላኽ ክወርድ ከሎ ኣይኮነን እስራኤላውያን እንታይ ኮይኖም ፈሪሆም ሙሴ እንታይ ኮይኑ እፈርህን እምብበድን ኣለኹ ድምፂ ቀሊል ኣይነበረ ምስ ኣምላኽ ሽዑ እስራኤላዊ ምስ ኣምላኽ ሰላም ኣይነበሩ ሽዑ ሰብ ዝበሃል ፍጡር ምስ ኣምላኽ ሰላም ኣይነበሮን ቁጣ ኣምላኽ ንሰብ ክርኢ ከሎ ሽዑ ኣምላኽ ይቁጣዕ እዩ ፓኒሽመንት ጥራይ መቕፃዕቲ ጥራይ ዝረኣዮ ከጥፈኦም ጥራይ ዝደሊ ስለዚ እንስሳ እኳ ነቲ ኸረን ነቲ ኣነ ዘለኹዎ ኸረን ነቲ ህልውና ኣብ ዘለኹ ኸረን እንስሳ እኳ እንተኾነ እንታይ ይግበር እንታይ ይግበር ኣይተንክፍ ተባሂሎም። ሕጂ ግና ኣምላኽ ኣባና ንሕና ኣብ ኣምላኽ ንምንታይ ቁጥዓ ኣብ መን ስለ ዝዓረፈልና ኣብ ክርስቶስ እዛ ቃል እዚኣ እዛ ሕግስ ቁጥዓ ይደምጽእ ትብል ቃል ምስ ምንታይ ኣረኣይዋ ዮሃንስ ምዕራፍ 3 ፈቅዲ 36 ወዲ ኣምላኽ ዘለዎ ናይ ዘለኣለም ህይወት ኣሎ ወዲ ኣምላኽ ዘይብሉ ግና ንገሩኒ ቁጥዓ ኣምላኽ ዳቡ ይነብር እምበር ንህይወት ኮቶ ወዲ ኣብ እንታይ እዩ ወዲ ኣምላኽ ንምንታይ ወዲ ኣምላኽ ኣምፅኡ እዚ ቁጣዓን ወዲ ኣምላኽን ንምንታይ እዩ እዚ ወዲ ኣምላኽ እንተለካ ቁጣዓ ይብልካን ይብለካ ኣሎ ወዲ ኣምላኽ እንተዘይብልካ ግና ቁጣዓ ኣምላኽ ኣባ ከይነብር እምበረ ህይወት ኣይትርእን ኢኻ ንምንታይ ንወዳ እቲ ቁጣዓ ኣብ መን ዓሪፉ እዩ ካብ ወዲ ኣምላኽ እቲ ቁጥዐ ኣብ ወዲ ኣምላኽ ነቲ ቁጥዐ ናትና ወዲ ኣምላኽ ሰትይዎ ነቲ ንዓና ዝግባእ ነቲ ንዓና ዝግባእ ሕነ ነቲ ንዓና ዝግባእ ሞት ነቲ ንዓና ዝግባእ ቁጥዐ ኣብ የሱስ ዓሪፉልና የሱስ ተቐፂዕልና እቲ ፓኒሽመንት የሱስ ተቐፂዕልና ንሕና ካብኡ ሓራ ነዋ ስለዚ ኣብ ብየሱስ እንተ መጺኻ ንኣምላኽ ኣባኻ ቁጥዐ የለን ኣባኻ ሞት የለን ኣባኻ ኩነኔ የለን ኣባኻ ጥፍኣት የለን ኣባኻ መቕዘፍቲ የለን ኣባኻ መርገም የለን ኣባኻ ሲኦል የለን ብየሱስ እንተ ዘይኮንካ ግን ኣብ ልዕሊኻ መን ኣሎ መን ኣሎ ቁጥዓ ኣምላኽ ኣሎ ቁጥዓ ኣምላኽ ኣሎ ንምንታይ ነቲ ምንታኻ ቁጥዐ ዝወሰደ ወዲ ኣምላኽ ስለ ዘይተቐበልካ እዚያ ማለት ስለዚ ኣብ ሕጊ እንተለኻ ንክርስቶስ ትቕበሎ የለኻን ኣቱም ብሕጊ ክትጸድቁ እትደልዩ ካብ ክርስቶስ ተፈለኹም ካብ ጸጋ ወደቕኩም ስለዚ ኣብ ወዲ ኣምላኽ እንተለኻ ኣብ ጸጋ ኢኻ ዘለኻ ኣብ ወዲ ኣምላኽ እንተለኻ ኣብ ክርስቶስ ኢኻ ዘለኻ ስለዚ ቁጣዕ ኣምላኽ ኣብ ልዕሌኻ የለን ፍርዲ ኣምላኽ ኣብ ልዕሌኻ የለን ኦኬ ጥፍኣት ኣብ ልዕሌኻ የለን ኣብ ወዲ ኣምላኽ እንተዘይተሸፊንካ ናብ ወዲ ኣምላኽ እንተዘይመጺኻ ግን ኣብ ልዕሌኻ እንታይ ኣሎ ኢንዲግኔሽን ኣሎ ኢንዲግኔሽን ኣሎ ኣብ ልዕሌኻ ኦኬ ስለዚ ሕጊ ቁጥዓ እዩ ዘምፅእ ማለት ኣብ ክርስቶስ እንተዘየለኻ ኣብ ሕጊ ኢኻ ዘለኻ ሕግኻ እንታይ ደምፅእ ቁጥዓ እዩ ደምፅእ ስለዚ ኩሉ ግዜ ኦኬ ውርሻኻ እንታይ እዩ ዝኸውን ቁጥዓ እዩ ዝኸውን መቕፃዕቲ እዩ ዝኸውን ጥፍኣት እዩ ዝኸውን ሞት እዩ ዝኸውን ንምንታይ ሕጊ እንታይ ስለ ዘምፅእ ቁጣዕ ይደምፅእ ኣብ ሕግን ፀጋን ካብ ሓደ ከይድ ኣይክልን ሳ ሕጂ ክትርድኡለይ ደልየ ዘሎ ሕግን ፀጋን ብሓደ ከይድ ኣይክእልን ንሕግን ፀጋን ሓዊስና ብሓደ ቀላቂልና ሓዋዊስና ስፒሪስ ጌርና ክንከይድ ንደሊ ሰባት እሱ ኢና ክንጥንቀቕ ዘለና ክልተ ኪዳን ብሓደ ኣይከይድን ሕግን ተስፋን ብሓደ ኣይከይድን ፀጋን ግብርን ብሓደ ኣይከይድን እዩ እቲ ሕግስ ቁጥዓ እዩ ዘምፅእ እሞ ኣብቲ ሕጊ ዘይብሉ ግና ክንደይ ደንበልኩም ዘለኹም ዘኪርኩም ኣለኹም ሮሜ ራብዓይ ምዕራፍ ካብ ፍቕዲ ዓሰርተ ኣርባዕተ ዓሰርተ ሓሙሽተ ዓሰርተ ሽዱሽተ ማለት እዩ እቲ ሕግስ ቁጥዓ እዩ ዘምፅእ እሞ ኣብቲ ሕጊ ዘይብሉ ግና ሄሎ ኣብቲ እንታይ ዘይብሉ ኣብቲ እንታይ ዘይብሉ ኣብቲ ሕጂ ዘይብሉ ግና ኣብኡ ምፍራስ እውን የልቦን ሕጂ ተሳቂና ዘለና ብሓጢኣት እኮ ብሕጊ ስለ ንሓስብ እኮ ብሕጊ ስለ ንሓስብ ተሳቂና ኣፍሪስና በቲና ገለ ኢና ድማ እንብል ብሕጊ ስለ ንሓስብ ስለዚ ሕጊ ዝበሃል የለን ሕጊ ስለ ተቆፀር ኢኻ ኣፍሪሰ ዶ በገምጢለ ትብል ዘለኻ ኣብቲ ሕጊ ዘየልቦ መን የለቦን ምፍራስ የልቦን ኢልካ ምፍራስ የልቦን ምፍራስ የልቦን ስለዚ ካብ እምነት ኣብርሃም ንዝኾነ ኩሉ ዘርኢ ከዓ እዩ እምበር ካብ ሕጊ ንዝኾነ ጥራይ ኣይኮነን ናይ ኣብርሃም ዘርኢና ኢልና ቀዲምና ኣህዛብ ናይ ኣብርሃም ናብ ናይ ኣብርሃም ዘርኢ ተሰኪዖም እዮም ብክርስቶስ ናይ ኣብርሃም ዘርኢ ኮይኖም እዮም ኣህዛብ ኦኬ እቶም ካብ ሕጊ ዘበሉ እስራኤላውያኑ እንታይ ኮይኖም እዮም ናይ ኣብርሃም ዘርኢ እዮም እሶም ካብ መጀመርታ ካብ ሕጊ ዝኾን ጥራይ ኣይኮነን እታ ተስፋ ክትጸንዕ ኢልካ እታ ተስፋ ክትጸንዕ ብጸጋ ምእንቲ ይኸውን ሲ ብጸጋ ምእንቲ ኸውን ሲ ብእምነት እዩ ዝኸውን ኣብርሃን ከዓ ኣቦ ኩላትና እዩ ስለዚ ንሕና ናብዚ ተስፋ እትዋት ኢና ንክርስቶስ መዋርስቲ ኢና ንኣምላኽ ወረስቲ ኢና ናብ ናይ ዘለዓለም ህይወት ኣቲና ኢና ናብ ናይ ዘለዓለም ናይ ኣምላኽ ዕረፍቲ ኣቲና ኢና ካብዚ ዕረፍቲ ክልክለና ዝኽእል ሕጊ የልቦን ክብሪ ንኣምላኽ ይኹን እዚ ካብ በልኩ ኣብ ናይ ሎሚ መዓልቲ ከስግረኩም እየ ናብ ናይ ሎሚ መዓልቲ ከስግረኩም እየ ናይ ሎሚ መዓልቲ እንታይ ድብል ሕጊ ሕጂ ኣሎ ዶ ወይስ የለን ኣብ ልቢ ኣምላኽ ማለት እዩ ኣምላኽ ሕጂ ሕጊ ከም ዘለዎ ድዩ ዝሓስብ ሕጊ ሕጂ ይሰርሕ ከም ዘሎ ዝሓስብ ኣምላኽ ብሉይ ኪዳን ክሳብ ሕጂ ከም ዘሎ ድዩ ዝሓስብ ወይ ብሓድሽ ኪዳን ጥራይ ዝኸይድ ዘሎ እዚ ሕጂ ክንሪኦ ኢና ማለት እዩ ሮሜ ሻብዓይ ምዕራፍ ምሳይ ክትውንፁ ዲኹም ካብ ሓደ ወይስ ኣሓቴ ወይስ ኣሕዋት እየ ነቶም ሕጊ ዝፈልጡ እየ ዝዛረብ ዘለኹ እሞ ሰብ ብህይወቱ ክሳዕ ዘሎ ሰብ እንታይ ክሳዕ ዘሎ ብህይወቱ ክሳዕ ዘሎ ምሉእ ዕድሚኡ ምሉእ ዕድሚኡ ማለት ክሳዕ ዘሎ ማለት እዩ ሕጊ ከም ዝመልከዶ ኣይትፈልጡን ኢኹም ሕራይ ኣብኡ ሰበይቲ ብዛዕባ ሰብኣይ ሰበይትን ሕጊ ሰብኣይ ሰበይትን የምፅእ ብዛ እዚ ሕጂ ምስሊ እዩ ጳውሎስ ስለ ሰብኣይን ሰበይትን ክምህር ስለ ዝደለ ኣይኮነን ኣብዚ ሰብኣይን ሰበይትን ኣልዒሉ ዘሎ ማለት እዩ ሰበይቲ ሰብኣያ ብህይወቱ ክሳዕ ዘሎ ብሕጊ ኣብኡ እስርትያ በየናይ ሕጊ ሕጊ ሙሴ ኣይኮነን ብዙሕ ሕጊ እዩ ዘሎ መፅሓፍ ቅዱስ እንተሪኹም ብዙሕ ሕጊ ብፍላይ ኣብ ሮሜ ብዙሕ ሕጊ ይጠቅስ ሕጊ ሙሴ ሕጊ መንፈስ ህይወት ሕጊ ክርስቶስ ሕጊ ሰብኣይን ሰበይትን ሕጊ ሓጢኣት እንዳበለ ብዙሕ ሕጊ ትገልጽ ሕጊ እምነት ይብል እንደ ኮይኑ እንታይ ኮይኑ ሕጊ ሙሴ ሓደ ሕጊ መንፈስ ህይወት ወይ ከዓ ሕጊ ክርስቶስ ክልተ ንሕና ባይዘወይ ብሕጊ ክርስቶስ እሱራት ኢና ወይ ከዓ ኣብ ትሕቲ ሕጊ መንፈስ ህይወት ኢና ዘለና ኣብ ትሕቲ ሕጊ ክርስቶስ ማለት እዩ ክልተ ሕጊ ሰብኣይን ሰበይትን ሰለስተ ሕጊ ሓጢኣት ኣርባዕተ ሕጊ እምነት ሓሙሽተ ካልእ እውን ክህሉ ይኽእል እዩ ንግዚኡ እዘን ሓሙሽተ ሕዙለይ ማለት እዩ ኦኬ ሰበይቲ ሰብኣያ ብሂወት ክሳዕ ዘሎ ብሕጊ ኣብኡ እስርቲ እያ በየናይ ሕጊ ብሕጊ ሙሴ ኣይኮነትን ብሕጊ ሰብኣያ በቲ ኣብ መንጎኦም ዝግበር ኪዳን ኦኬ በቲ ክልቲኦም ዝተኣታተዎ ኪዳን እንታይ እዮም እሱራት እዮም ክልቲኦም ሰበይቲ ጥራይ ኮነተን እስርቲ ክልቲኦም እሱራት እዮም እቲ ሰብኣይ እሱር እዩ እታ ሰበይቲ እስርቲ እያ ብሕጊ ኣብኡ እስርት እያ ኣብቲ ሰብኣይ ማለት እዩ ሰብኣያ እንተሞተ ግና ሰብኣያ እንታይ እንተኾነ እንተሞተ ግና ካብቲ ሕጊ ሰብኣያ ፍትሕት እያ ካበይ ካበይና ሕጊ ካብቲ ሕጊ ሰብኣያ ፍትሕቲ እያ እንታይ ይኸውን ስለ ዘሎ እቲ ሰብኣይ ሞይቱ ስለዚ እቲ ኺዳን ዝኣተወ ሰብኣይ እቲ ሕጊ ዝኣሰረ ሰብኣይ የለን ሞይቱ ስለዚ እንታይ እያ ትኸውን ብሰሪ ሞት ፍትሕቲ እያ ትኸውን ብሞት ይፈላለዩ ስለ ዘለው ፍትሕቲ እያ ትኸውን ምቶ ምስኡ ክዝቐፅለ ኣይትኽእልን ኦሬዲ መወ ስለ ዘሎ ማለት ፍትሕት እያ እምበኣርሲ እዚ ሕጂ ተምሳሌት ምሻ ኢልና እዛ ነጥቢ እዚያ እምበኣርሲ ናባና ከምፃ ደልያ ሕጂ ወይ ከዓ ናብቶም ሕጊ ዝፈልጡ እንታይ ኢልዮ ካብ ላዕሊ እንታይ ጀሚሩ ሕጊ ንትፈልጡ እየ ይዛረብ ዘለኹ እዩ ዝብል ነቶም ሕጊ ዝፈልጦም እዩ ዝብሎም ዘሎ ሕጂ ንዓና ቀጥታ ንዓና ካብ ድወስዳ እዛ ሓሳብ እዚኣ ሕጊ ንዝፈልጡ ሕጊ ዝፈልጡ መን እዮም መን እዮም ሕጊ ዝፈልጡ ኣህዛብ ከይትብሉ መን እዮም እስራኤላውያን እዮም እስራኤላውያን እዮም እምበኣር እዚ ሰብኣያ ብህይወቱ ከሎስ ንኻልእ ሰብኣይ እንታይ ክትኸውን ኣይትኽእልን እያ ይቐፅል ኣሎ ተሓሳብ ንኻልእ ሰብኣይ ንኻልእ ሰብኣይ እንተ ኾነት እምበኣር እዚ ሰብኣያ ብህይወቱ ከሎስ ንኻልእ ሰብኣይ እንተኾነት ዘማዊት እያ ትበሃል እያ ትበሃል ዘማዊት እያ ትበሃል ሰብኣያ ብህይወት ከሎ ብሕጊ ሰብኣያ እስርቲ ከንሳ ናብ ካልእ ሰብኣይ እንተኸይዳ ናብ ካልእ ሰብኣይ እንተተመርዕያ እንታይ ትበሃል ዘማዊት እያ ትበሃል ኪዳን ኣብ ልዕሊ ኪዳን ኣብዚ ሕጂ ብጣዕሚ ከነስተውዕሉ ኣለና ማለት ኪዳን ኣብ ልዕሊ ኪዳን ማለት ኪዳን ኣብ ልዕሊ ኪዳን ክትድርብ ኣይፍቀዳን ልክ ንሕና እውን ከምኡ ኢና ባይዘወ ናይ ክርስቶስ ኪዳን ናይ ክርስቶስ ሕጊ መንፈስ ህይወት ከለና ሕጊ ሙሴ ክንድርብ ኣይንኽእልን ኢና ክልተ ኪዳን እዩ ዝኸውን ኣምላኽ ካሊ ብሓደ ግዜ ኣብ ሓደ ዘበን ብክልተ ኪዳን ኣይከይድን ኣይከይድን ኣብርሃም ምስ ኣጋርን ሳራን ክኸይድ ኣይክእልን ስለዚ ንሳራ እንታይ ግበራ ተባሂሉ ኣውፀያ ተባሂሉ ንሕና ከኣኒ ክልተ ኪዳን ሓዋዊስና ክንኸይድ ኣይንኸለን ኢና እቲ ናይ ክርስቶስ ኪዳን ናቱ ሕጊ ናቱ ስርዓት ናቱ ኣካይዳ ናቱ ፕሪንስፕል ኣለዎ ንዑ ኢና ክንርድኦ ዘለና ሕጂ እዛ ሰበይቲ ከዓ ሰብኣያ ብሂወት ከሎ ሰብኣያ ብሂወት ከሎ እቲ ቃል ኪዳን ዝኣሰረላ ሰብኣይ እቲ ኪዳን ዝኣተወላ ሰብኣይ እቲ ብሕጊ ምስኡ ተኣሰረትሉን ተጠበቕትሉን ሰብኣይ ብሂወት ከሎ ናብ ካልእ ሰብኣይ ክትኸይድ ኣይትኽእልን እያ እለበለዛ ዘማዊት እያ ትበሃል ንሕና ከዓ ዘመውት ኢና ንበሃል ናብ ካልእ ኪዳን ናብቲ ተገደፈ ኪዳን ናብቲ ተሰዓረ ኪዳን ናብቲ ብሉይ ኪዳን ተባህለ ኪዳን እንተኸይድና ዘመውት ኢና ንበሃል ሄሎ ዘመውት ኢና ንበሃል ኣቱም ብሕጊ ክትፀድቁ ትደልዩ ካብ ጸጋ ወደቕኩም ካብ ክርስቶስ ተፈለኹም ክሳዕ ማዕረ ካብ ክርስቶስ ምፍላይ እዩ ዝኸውን ቀሊል እዩ ዝመስለካ ሕጊ ሕጊ ቀሊል እዩ ዝመስለካ ካብ ክርስቶስ ክፈልየካ ይኽእል ሕጊ ካብ ጸጋ ስሒቡ ከውድቐካ ይኽእል ሕጊ ኣብ ትሕቲ መርገም ክእትወካ ይኽእል ሕጊ ስለዚ ሕጊ መንፈስ ህይወት ናይ ክርስቶስ ሕጊ ክንፈልጡ ኣለና ብኡ ኢና ንምራሕ ንሕና ብዓሰርተ ትእዛዛት ኣይኮነን በቲ ሽዱሽተ ሚትን ዓሰርተ ትእዛዛት እውን ኣይኮነን ብሕጊ ክርስቶስ ብሕጊ ክርስቶስ እስከ ምስዛ ሓሳብ እዚኣ ዝኸደለ ናብ ቆሮንጦስ ክወስደኩም ቀዳማይ ቆሮንጦስ ታሽዓይ ምዕራፍ ካብ ፍቕዲ 21 እቶም ሕጊ ዘይብሎም ምእንቲ ክረብሕሲ ማለት ናይ ክርስቶስ ሕጊ ከም ዘሎ ክነግረኩም ስለ ዝደለኹ እዩ ሕጊ ሙሴ ሕጊ ክርስቶስ ሕጊ ሰብኣይን ሰበይትን ሕጊ እምነት ሕጊ ሓጢኣት ስለዚ ንሕና ብሕጊ ሙሴ ኣይኮናን ዘለና ብሕጊ ክርስቶስ ኢና ዘለና ብሕጊ ክርስቶስ እቶም ሕጊ ዘይብሎም ምእንቲ ክረብሕሲ ምስቶም ሕጊ ዘይብሎም እንታይ መታን ክረብሕ ንመን መታን ክረብሕ እቶም ሕጊ ዘይብሎም ምእንቲ ክረብሕ ሲ ሕጊ ዘይብሎም ኣለዉ ይኮንን መን ኣሎ ሕጊ ዘይብሉ ኣሎ ሕጊ ዘይብሉ ሕጊ ዘይብሎም መን እዮም ኣህዛብ እዮም ሕጊ ዘይብሎም ኣህዛብ እዮም ተረዲኹምኒ ሕጊ ዘይብሎም መን እዮም ኣህዛብ እዮም ንዕኦም መታን ክረብሕ ኢልካ ምስቶም ሕጊ ዘይብሎም ብሕጊ ክርስቶስ እምበር ብዘይ ሕጊ ኣምላኽ ዘይኮንኩ ኸንሰይ ሕጊ ኣምላኽ ሕጊ ክርስቶስ ከምቶም ሕጊ ዘይብሎም ኮንኩ ጳውሎስ ሕጊ ኣለዎ ናይ መን ሕጊ ኣለዎ ናይ መን ሕጊ ኣለዎ ጳውሎስ? ናይ ክርስቶስ ሕጊ ኣለዎ። ሕጊ ኣምላኽ ኣለዎ። ሕጊ መንፈስ ህይወት ኣለዎ። ሕጊ መንፈስ ቅዱስ ኣለዎ። እዚ ሕጊ መንፈስ ህይወት ኢልና ናቱ ርእሱ ዝኻለ ትምህርቲ ስለ ዝኾነ ክንሪኦ ናብ ካልእ መዓልቲ ነገር ግን ንሕና ኣብ ሕጊ ሙሴ ዘይኮናስ ኣብ ሕጊ ክርስቶስ ከም ዘለና ካብ ሕጊ ሙሴኻ ምሉእ ብምሉእ ክንፋታሕ ከም ዝግባኣና እዩ እዚ ትምህርቲ ማለት እዩ ከፋፊልካ ምርዳእ ዘይኮነን መጽሓፍ ሓሳብና እንታይ ከፋፊልካ ሕጊ ሙሴ ሕጊ ክርስቶስ ብሉይ ኪዳን ሓድሽ ኪዳን ጸጋ ግብሪ ኦኬ እንዳበልና ከፋፊልና ንርዶ እቲ ንዓና ዘይምልከተና ነውፆ እቲ ንዓና ዝምልከተና ብግቡእ ተረዲና ብኡ ንወፅእ ንኣቶ ማለት እዩ ሕጂ ናብ ሮሜ ክመልሰኩም ሰበይቲ ሰብኣያ ብሂወት ኦኬ ፍቅዲ ሰለስተ ኢና ዘለና ፍቅዲ ሰለስተ እምበኣርሲ ሰብኣያ ብሂወት ከሎስ ንኻልእ ሰብኣይ እንተኾነት ዘማዊት እያ ትበሃል ንምንታይ ክልተ ኪዳን ክትኣስር ኣይትኽእልን እዩ ከምዚ ክንብሎ ዝፀናሕና ማለት ንሕና ከዓኒ ክልተ ኪዳን ክንኣስር ኣይንኽእልን ኢና ኣብ ትሕቲ ክልተ ኪዳን ክትኸውን ኣይትኽእልን ኢኻ ሕረይ ክልተ ኪዳን ዝበሃል ነገር የለን ኣብርሃም እኮ ንክልቴን እኮ ይሓቑፈን ደልዩ ንመንን ንመንን ንሳራ ቀዳማይ ኪዳን ካልኣይ ኪዳን መን ኣጋር ሃዋርያ ጳውሎስ ነዚ ነገር እዚ ከብርሃልና ከሎ ገላትያ ራብዓይ ምዕራፍ ካብ ፍቕዲ ዕስራን ሓደን ረኣዩ እንታይ ይድብለና ካብ ፍቕዲ ዕስራ ዕስራ ሓደን እንታይ ይድብለና እዘን ክልተ ኣንስተ ናይ ክልተ ኪዳን እንታይ እየን ምስሊ እየን ናይ ክልተ ኪዳን ምስሊ እየን ናይ ብሉይ ኪዳን ናይ ሓድሽ ኪዳን ናይ ሓድሽ ኪዳን ምስሊ መን እያ ሳራ ናይ ብሉይ ኪዳን ምስሊ መን እያ ኣጋር ስለዚ ኣብርሃም ነታ ካልኣይቲ ነታ ባርነት እትወልድ ነታ ኣብ ከረንሲና ንተዋህብ ሕጊ ንተምስል ሳራ ኣጋር እንታይ ገይርዋ ኣውፅእዋ ምስ ወዳ ምስ ባርነት ኣውፅእዋ ዝፀንዐ ኪዳን መን እያ ሳራ እያ ስለዚ ክልተ ኪዳን ብሓደ ኣይከይድን እዩ Hello ኣምላኽ ዘማዊ ኣይኮነን ክደግማየ ኣምላኽ እንታይ ኣይኮነን ዘማዊ ኣይኮነን ስለዚ ክልተ ኺዳን ብሓደ ኣይገብርን ሓደ ኺዳን እዩ ትሰርሕ ሓደ ኺዳን ንስኻ ሓድሽ ኪዳን ክብርን ኣምላኽ እዩ ኣብ ሓድሽ ኪዳን ካብ ምምንታይ ኢና ንምራሕ ብሕጊ መንፈስ ህይወት ሮሜ ሸሞንተ ሓደ ኣለኩ ብሕጊ መንፈስ ህይወት ካልእ መዓልቲ ፅቡቅ ጌርና ክንሪኦ ኢና ዘማዊት እያ ትበሃል ኢልካ ንካልእ ሰብኣይ እንተኮይና ናብ ካልእ ሰብኣይ እንተተመርዕያ ሰብኣያ ብሂወት ከሎ ናብ ካልእ እንተኸይዳ ዘማዊት እያ ትበሃል ሰብኣያ እንተሞተ ግና እቲ ኪዳን ዝኣተወላ እቲ ቃል ኪዳን ዝኣተወላ ሰብኣይ እንተሞተ ግና ካብቲ ሕጊ ሓራ ወፅያ እያ እሞ ካበይ ሓራ ወፅያ ካብቲ ሕጊ ሰብኣይ ሓራ ወፅያ ሓራ ወፅያ እሞ ንካልእ ሰብኣይ እንተኾነት ኣይዘማዊትን እያ ሃዋርያ ጳውሎስ ነዚ ሓሳብ እዚ ንምንታይ ይዛረቦ ከም ዘሎ እናበርሃልኩም ክኸይድ እዩ ትሕት ኢልኩም ክተንብቦ ከለኹ ንምንታይ እዛ ሰበይቲ ነብዚ እትዋ ክበርሃልኩም ናባና እዩ ከምፅኦ ደልዩ ናብቶም ሕጊ ዝፈልጡ ናባና ዘይኮነ ናብቶም ሕጊ ዝፈልጡ ኣብ ላዕሊ ሕጊ ንዝፈልጡ እየ ዝዛረብ ዘለኹ ኢሉ ዝመፅ ናህዛብ ኣይኮነ ናህዛብ ኣይኮነ ኦኬ ናህዛብ ኣይኮነን እሞ ንሕና ማለት ሕጊ ነይሩና ማለት ከይትብሉ ናህዛብ ኣይኮነን ንዓና ኣይኮነን እዚ ሕጊ ንዝፈልጡ እየ ዝዛረብ ዘለኹ ኢሉ ይዛረብ ሸውዓተ ሓደራ እዩ ድሕሪት ተመሊስኩም ማለት ኣይዘማዊትን እያ እንታይ እንተኮይኑ ሰብኣያ እንተሞይቱ ኦኬ ካብ ኣርባዕተ ኣሓዋተ ከምኡ ከምኡ እስከ በሎ ከምኡ ከምኡ ድማ ንስኻትኩም ንኣምላኽ ፍረ ምእንቲ ክንፈሪ ከምኡ ድማ ንስኻትኩም ንኣምላኽ ፍረ ምእንቲ ክንፈሪ ንኻልእ ንኻልእ እስከ በሉ ቀደም ናይ መን ነይሮም ናይ ሙሴ ቀደም ኣብ ትሕቲ መን ነይሮም ኣብ ትሕቲ ሕጊ ሙሴ ሕጊ ሙሴ እንታይ ክገብረካ ይክእል ናይ ኣምላኽ ፍረ ክትፈሪ ኣይገብረካን እዩ ንኻልእ እስከ በሉ ንኻልእ ነቲ ካብ ሙታት ዝተንስአ ክትኾኑ ዋው ዋው ንኻልእ ነቲ ካብ ምዉታት ዝተንስአ ምእንቲ ክትኾኑ ካልእ ሰብኣይ ማለት እዩ ካብ ምዉታት ዝተስአ ሰብኣይ ዋው ካበይ ዝተስአ ካበይ ዝተስአ ካብ ምዉታት ዝተስአ ሰብኣይ ኣሎ ከም ምዉታት ዝተስእ ሰብኣይ ንኻልእ ክትኾኑ ኣብ ላዕሊ እንታይ ኢለና እታ ሰበይቲ ንኻልእ ክትኸውን ኣይትኽእል ኢልና ኢልና ንኻልእ ሰብኣይ ክትኸውን ኣይትኽእልን እያ እንታይ እንተኮይኑ ሰብኣይ ብሂወት እንተሎ ኣይኮነን እታ ሰበይቲ ሲ እቲ ሰብኣይ ብሂወት ክሳዕ ዘሎ ንኻልእ ክትኸውን ኣይትኽእልን እያ እሱ ብሂወት ከሎ ናብ ካልእ እንተኸይዳ ዘማዊት እያ ትበሃል ንስኻትኩም ግና ሕጂ ንኣምላኽ ፍረ ክትፈርዩ ቀዳማይ ካልኣይ ከዓ ንካልእ መታን ክትኾኑ እቲ ካልእ መን እዩ ነቲ ካብ ምዉታት ዝተንስአ መታን ክትኾኑ ነቲ ካብ ምዉታት ዝተንስአ መታን ክትኾኑ ንክርስቶስ መታን ክትኾኑ ኣብ ትሕቲ ክርስቶስ መታን ክትኾኑ ሰበይቲ ክርስቶስ መታን ክትኾኑ ሕፀይቲ ክርስቶስ መታን ክትኾኑ ማለት እዩ ዝተንስኣ ክትኾኑ ብስጋ ክርስቶስ ብስጋ ክርስቶስ ካብቲ ሕጊ ሞትኩም ካብቲ ሕጊ ሞትኩም በጃኹም እዛ ቃል እዚኣ ራእዮ ካብቲ ሕጊ እንታይ ኾንኩም ሞትኩም ሕጊ ፊደል እዩ ኣይኮነን ፊደል ይመውት ድዩ ፊደል ኣይመውትን እዩ ህይወት ዘለዎ እዩ ድመውት ትእዛዝ ከመይ ገሩ ይመውት ፊደል ከመይ ገሩ ይመውት ስለዚ እሱ ክመውት ኣይከኣለን ፊደል ስለ ዝኾነ ሕጊ ስለ ዝኾነ ትእዛዝ ስለ ዝኾነ ኦኬ ቁስ ስለ ዝኾነ ስለዚ መን እዩ ክመውት ዘሎ ህይወታዊ እዩ ክመውት ዘሎ መን ሞይቱ ሽዑ ንሕና ሞይትና ካብቲ ሕጊ ስኢልና ይኮና ግን ሞይትና ብስጋ ክርስቶስ ዋዋዋዋዋ ብስጋ ክርስቶስ እንተኾንኩም ሞትኩም ብስጋ ክርስቶስ ሞትኩም ኢልካ ብስጋ ክርስቶስ ሞትኩም ብምንታይ ኮንኩም ብምንታይ ሞትኩም ብስጋ ክርስቶስ ስጋ ክርስቶስ ከመይ ማለት እዩ ብስጋ ክርስቶስ እንታይ ኮንኩም ሞትኩም ተመልከት ቆሎሲየ ካልኣይ ምዕራፍ ካብ ፍቕዲ ዓሰርተ ሓደ ንስኻትኩም ድማ ብግዝረት ክርስቶስ ብግዝረት መን ብግዝረት መን ክርስቶስ ክርስቶስ ገዚርኖ ኢና ዓና ሓጢኣት ካባና ገዚርዎ ሞት ካባና ገዚርዎ ኦኬ መርገን ካባና ገዚርዎ ጸልማት ካባና ገዚርዎ ኣረጊት ፍጥረት ካባና ገዚርዎ ብግዝረት ክርስቶስ ነቲ ናይ ስጋ ሰብነት ነቲ ናይ መን ነቲ ናይ ስጋ ሰብነት ቀንጢጥኩም ስጋ ተባሂሉ ዘሎ መን እዩ ኣዳማዊ ባህሪ ነቲ ናይ ስጋ ሰብነት ቀንጢጥኩም ብኢድ ብዘይኮነ ግዝረት ብኡ ተገዘርኩም ብጥንቀት ምስኡ ተቐበርኩም ሕጂ ኦኬ መን እዩ ሕጂ ዝግዘር ዘሎ ዝቁረፅ ዘሎ ኦኬ ዝቕበር ዘሎ መን እዩ ኣረጊት ሰብ እዩ ብግብሪ እቲ ካብ ምዉታ ዘተንሱ ኣምላኽ ድማ ምሱ ተንሳኹም ንብዘሎ ኣበሳና ይቕረ ኢሉ ብኣበሳኹምን ብዘይ ግዝረት ስጋኹምን ሞይትኩም ዝነበርኩም ንኣኻትኩም ምስኡ ህያዋን ገበረኩም ህያዋን ገበረኩም ነቲ ብሕጋጋት ዝቃወመናን ዝበኣሰናን ዝነበረ ብኢድ እተጸሓፈ ጽሕፈት ዕዳ ደምሲሱ ኸዓ ንኡ ኣብ መስቀል ሸንኪሩ ካብ ማእኸል ካብ ማእኸል ኣርሓቖ ኣላቬንታራባዲ ዕዳ ይሽዶ እቲ ጽሕፈት ሕጂ ይውደና እዩ ማለት ስለዚ ንምንታይ ግን ኣርሒቆ ነቲ ሓጢኣት ነቲ ኣረጊት ሰብ ነቲ ኣረጊት ፍጥረት ነቲ ካብ ኣዳም እተመሓላለፈና ሓጢኣት ነቲ ቫይረስ ነቲ ጸለማት ነቲ ናይ ሰይጣን ዘርኢ ካብ ውሽጥና ብግዝረት ቆሪጹ ቆሪጹ ሃለሉያ ምስኡ ኣብ መስቀል ሸንኪሩ ብስጉ ሸንኪሩ ካብ ማእኸል እንታይ ገበሮ ኣርሓቆ ሽዑ ትእዛዝ ኣብ ልዕሌኻ ትፅሕፈት ዕዳ ይድምሰስ ማለት እዩ ፅሕፈት ዕዳ ቅድሚ ሕጂ ይእውደካ ነይሩ ሓጢኣት ጌርካ ከምዚ ጌርካ በዚ ኣቲኻ በዚ ወፂኻ እዚ ኣፍሪስካ ሰሪቕካ ዘሚኻ ቀቲልካ ምናምን እንዳበለ ማለት እዩ ድሕሪ ክርስቶስ ተገይሩ ብግዝረት ሃለሉያ ካብ ውሽጥና ካብ ውሽጢ መንፈስና ካብ ውሽጢ መንፈስና ካብ ውሽጢ ነብስና ካብ ውሽጢ ስጋና ነቲ ኣረጊት ሰብነት ነቲ ኣዳማዊ ባህሪ ነቲ ተበላሸወ ነቲ ዝሞተ ነቲ ናይ ኣዳማዊ ህይወት ናይ ሰይጣን ዘርኢ ካብ ውሽጥና ምዝሑቕ ኣቢሉ ኣውፅኡ ኣላቫንቲ ሌቬድያስ ኣብ መስቀል ሸንኪሩ ደምሲስዎ እቲ ፅሕፈት ዕዳ ሽዑ እንታይ ይኸውን ይድምሰስ ይድምሰስ እስከ በሉ ይድምሰስ። ናብ ሮሜ ሸውዓተ ተመለሱ። ብስጋ ክርስቶስ ካብቲ ሕጊ ሞትኩም እስከ በሉ ኣነ ሞይተ እስከ በሉ ብሩኻት ኣነ ካብ ሕጊ ሞይተ እስከ በሉ ንሞት ሕጊ ክሓቶ ይክእልን እዩ እስከ በሉ እንተ ሞይትካ ከመይ ገር ሕጊ ይሓተካ ሞይትካ እኮ ኢኻ ብስጋ ክርስቶስ ማለት ብመስቀል ክርስቶስ የሱስ ብስጋ እዩ ተሰቃይ ሓቀይ ብስጋ እዩ ተሰቂለ ሓቀይ ሓዲግ ሰማይ ሓዲግ ምድሪ ተጠንጠለ ድንዳይ ብስጋ እዩ ሓቀይ ብስጋ ክርስቶስ ኢልና ብስጋ ክርስቶስ ካብቲ ሕጊ ተኾንኩም ሕጂ ሕጊ ክእዘካ ይክእል ኣይትስረቕ ኣይትዘሙ ኣይትሓሱ ዝሞት ኣይሕሱን እዩ ኣብ ኣይና ሕጂ እሱ እኮ ዘይተረዳእና ዝሞት ኣይሕሱን እዩ እዚ ቦታ ይሕሱኒ እስከ በሉ ኣነ ሞይተየ እስከ በሉ ክሕሱ ኣይክእልን እየ ኣነ ሞይተየ ክሰርቕ ኣይክእልን እየ ኣነ ሞይተየ ክዝሞ ኣይክእልን እየ ኣነ ሞይተየ ክፉእ ክሓስብ ኣይክእልን እየ ኣነ ሞይተየ ኣዳማዊ ህይወት ኣባይ ክግለጽ ኣይክእልን ኣነ ሞይተ ካብዚ ዓለም ሞይተ ካብዚ ዓለም ተሰቒለ ካብ ሓጢኣት ተሰቒለ ኣም ደድ ሞይተ ሞትኩም ኣታ ክንደይ ደስ ትብለና ሞትኩም ምሳሌ ሲ ሓደ ሰብ ሞይቱ ንበል እሞ ሞይቱ ሓደ ሰብ ምስ ሞተ ጀስት ሞይተ ከምቲ ዝግበር ኩሉ ግዜ ወሲዶም ገኒዞም ወሲዶም ኣብ መቃብር ቀቢሮም ግን እቲ ሰብ እንታይ ነይሩ ሰራቂ መደናገሪ ዘማዊ ዓማጺ ጸልማት ቁሩጽ ቅንጥብ ንሰይጣን እዩ ዝመስል ናይ ሰይጣን ግብሪ እዩ ዝገብር ኩሉ ሰይጣን ዝገብሮ ኩሉ እዩ ዝገብር ግን ሞይቱ ድሕሪኡ ክሰርቕ ይኽእል ለው ክሰርቕ ይኽእል ወይ ካብቶም እቶም ቀበርቲ ሲ ምሸት ተመሊሶም ምሸት ተመሊሶም እሲ ኣታ ዘቢያ ኣላ ኣጀ ከይትሰርቕ ገለ ይብሉ እሞ ትዘሊሎም ኣሎ ሞይቱ እኮ እዩ እብደት እኮ እዩ። ሓደ ሓደ ግዜ እኮ ንሓደ ኣማኒ ንሓደ ብጎይታ የሱስ ክርስቶስ ኣሚኑ ብስጋ ክርስቶስ የሱስ ዝሞተ ተሰቐለ ምስ ክርስቶስ የሱስ ዝሞተ ሲ ኣይትዘሙ ትብሎ እዚ እኮ እዩ ክበርሃልና ዘለዎ ብሩኻት። ኣይትዘሙ ትብሎ፣ ኣይትስረቕ ትብሎ፣ ኣይትሓሱ ትብሎ ሞይቱ እንዲዩ ከመይ ገይሩ ክሕሱ ወዚ ማለት እኮ ክትዝሙ ትኽእል ኢኻ ክትሕሱ ትኽእል ኢኻ ኣይሞትካን እኮ ኢኻ ትብሎ ዘለኻ ሕጂ እቲ ስብከትና ይክዕረ ዘሎ እቲ ትምህርትና ይክዕረ ዘሎ እቲ መዝሙርና ይክዕረ ዘሎ ከመይ ጌርካ ንሓደ ዝሞተ ሰብ እዚ ከመይ ጌርካ እዩ ትዘሙ ትብሎ ከመይ ጌሩ ክዝሞ ይኽእል ሞይቱ ዶ ኣይኮነን እዩ ዓለም ንዓይ ሰቐልቲ ኣነ ኸን ዓለም ስቑል ኣይኮነን ዲ ሃዋርያ ጳውሎስ ኢሉ ሕጂ ከመይ ገይሩ ሲ ሓደ ኣማኒ ክሰርቕ ይኽእል ከመይ ገይሩ ሓደ ኣማኒ ክዝሙ ይኽእል ክሕሱ ይኽእል ሞይቱ ደይኮነን እዩ ኣደ ቃል ኣምላኽ የዳመ እሞ ኣመንቲ ደይኮን እዮም ድሕሱ ዘለዉ ዝሰርቁ ዘለዉ ኣነ ይፈልጠሉን እዩ ኣማን ዲ ኣማን ዲ ስጀመር ይፈልጠሉን እንዲ ካልኣይ ካን ኣነ ቃል ኣምላኽ የዳመ ቃል ኣምላኽ ሞይትካ ኢኻ እንተ ኢልካ ወላ እቲ ኣነ ዝሰሓቶ ዝጋገዮ ንዑ ኣይኣምኖን እዩ ኣነ ሞይተ ኢለ ዳመ ኣም ዴድ ኣም ዴድ ኣም ዴድ ዊት ክራይስት ኢን ክሮስ ፒሪድ ኣነ ሞይተ እየ ካብ ሓጢኣት ኣነ ሞይተ እየ ካብ ጸልማት ኣነ ሞይተ እየ ካብዛ ዓለም ኣነ ስቑል እየ ካብዛ ዓለም ሞይትኩም እኮ እዩ ዝብለና ዘሎ ሄለው ኣታ ትሰምዕ ዘለኻ ሞይትኩም ኢኹም እኮ እዩ ዝብለካ ዘሎ እቶም ሕጊ ከም ብሓድሽ ከተስኡን ሕጊ ከምፅኡ ካልእ ኪዳን ክኣትዉ ገለ ንዝብሉ ሰባት እንዲ ከምኡ ዝብል ዘሎ ኩላትና ግን ሞይትና ኢና ክርስቶስ የሱስ ንሕና ከ ሕጊ ሕልና ስለ ዝነበረና ኣዛ ባይዘው ብዘይ ሕጊ ዝነበሩ ከይመስለኩም ሕጊ ሕልና ነይርዎም እዩ ሮሜ ካልኣይ ምዕራፍ ራዩ ሕጊ ሕልና ነይሩና እዩ ስለዚ እቲ ኣረጊት ሰብ ካብ ኩሉ እዩ ሞይቱ ካብ ኣይሁድ ኣይበል ገዝራይ ኩሉ ኣረጊት ሰብ ስለ ዝነበረ ካብ ኩሉ እዩ ሞይቱ ስለዚ ሞይትና ኢና ንሕና ሄሎ ኣነ ሞይተ የስክበል ኣነ ሞይተ ከም ዘለኹም ዲኹም ትኣምኑ ሓጢኣት ክትገብሩ ከም ትኽእሉ ጸልማት ክትገብሩ ከም ትኽእሉ ኣብ ጸልማት ክት ኖ እዚ እዚ እዚ ሕጂ ክልወጥ ኣሎ ነቲ ክርስቶስ ኢየሱስ ኣብ የማን ኣምላኽ ተቐሚጥዎ ዘሎ ሞይትኩም ኢኹም እኮ ኢልካ ሞይትኩም ኢኹም ስለዚ እቲ ሰብኣይ ከም ዝሞተ እቲ ሰብኣይ ምስ ሞተ ድማ እታ ሰበይቲ ፍትሕቲ ከም ዝኾነት እታ ሰበይቲ ሓራ ከም ዝወፀት ንሕና ከዓኒ ሕጊ ክመውት ስለ ዘይክእል ኦኬ ንሕና ሞይትና ስለዚ እቲ ሕጊ ከይዱ ካብ ማእኸልና ማለት እዩ እቲ ሕጊ ርሒቑ ካብ ማእኸልና ማለት እዩ መን ርሒቑ እቲ ሕጊ ርሒቑ ካብ ማእኸልና ንምንታይ ንሕና ስለ ዝሞትና ብክርስቶስ የሱስ ንሕና ስለ ዝሞትና ስለዚ ከም ዝሞቱ ሰባት ምስ ክርስቶስ የሱስ ከም ተሰቐሉ ሰባት ምስ ክርስቶስ የሱስ ሓጢኣትኩም ከም ተሰረየልኩም ሰባት ሓጢኣት ኣብ ውሽጥኹም ከም ዘየለ ሰባት ኣረጊት ሰብ ኣብ ውሽጥኹም ከም ዘየለ ሰባት ይኹም ክትሓስቡ ዝግባኣኩም ክልተ ኪዳን ከይትኣስሩ ኣብ ክልተ ኪዳን ከይትመላለሱ ኦኬ ኣብ ውሽ ኣብ ትሕቲ ሕጊ ሙሴን ኣብ ትሕቲ ሕጊ ክርስቶስን ክትመላለሱ ኣይኮነልኩምን እዩ ኣለበለዛ ዘመውት ኢኹም ትበሃሉ ዝሞት ማለት ብስጋ ዝግበር ዝሞት ዘይኮነሲ ብኪዳን ዝግበር ዝሞት መንፈሳዊ ዝሞት ኦኬ ኪዳን ኢኹም ተፍርሱ ዘለኹም ሄሎ ስለዚ ብስጋ ክርስቶስ ካብቲ ሕጊ እንተኾንኩም ሞትኩም ንኻልእ ክትኸውን እንተኮይንካ ግድን እንታይ ክትኸውን ኣለካ እታ ሰበይቲ ሲ ኣብ ላዕሊ ምሽልና እታ ሰበይቲ ንኻልእ ሰብኣይ ክትኸውን እንተ ግዲ መን ክመውት ኣሎ እቲ ሰብኣይ ክመውት ኣሎ እቲ ሰብኣይ ክመውት ኣሎ እቲ ሰብኣይ እንተመይቱ ሽዑ እንታይ ይኸውን እታ ሰበይቲ ንካልእ ሰብኣይ ክትኸውን ትኽእል ኢልና እቲ ሰብኣይ ብሂወት ከሎ ንካልእ ሰብኣይ እንተኮይና ግን ዘማዊት እያ ትበሃል ኣስተውዕሉ ንሕና ከ ዘመውቲ መታን ከይንበሃል ሕጊ መታን ከይሓተና ዘመውቲ መታን ከይብለና መታን ከይሓተና ክርስቶስ የሱስ ነቲ ፅሕፈት ዕዳ ኣብ ቆሎሲ ከም ዘንብብናዮ ነቲ ፅሕፈት ዕዳ እንታይ ገይርዎ ደምሲሶ ከመይ ገይሩ ደምሲሶ እቲ ሕጊ ዝሓቶ እቲ ፅሕፈት ዕዳ ዝሓቶ ዕዳ እኮ ሕቶ እኮ እዩ ክንድዚ ኣለካ እኮ እዩ ዝብለካ ዘሎ ክንድዚ ትእወድ ኢኻ እኮ እዩ ዝብለካ ስለዚ ነቲ ነቲ ሕጊ ዘእውደና በሙሉእ ምስ ከፈለ እቲ ፅሕፈት ዕዳ ተደምሲሱ ስለዚ ንዓኻ ሕጊ ሕጊ ሕጂ ኣይሓተካን እዩ ንምንታይ ተደምሲሱኒ ብክርስቶስ ተደምሲሱ እኮ እዩ ብክርስቶስ ተደምሲሱ እኮ እዩ እቲ ሕጊ ዝእውደካ ተደምሲሱ እዩ ስለዚ እታ ሰበይቲ ይማእሲ ሓራ ትኸውን ኣስተውዕ እታ ሰበይቲ ተምሳሌ ስለ ዝኾነት ማለት ክርድኣና መታን ስለ ደምፆ ትኺዳን ክንርዶ ኣለና እቲ ሰበይቲ ታራ ቃል ኣይኮነ እታ ሰበይቲ ማእሲ ሓራ ትኸውን እቲ ሰብኣይ ምስ ዝሞተ እቲ ሰብኣይ ብሂወት ኮሎ እንተ ተመርዕያ ዘማዊት እያ ትበሃል ንሕና ከዓኒ ንሕና ብሂወት ኮለና ካብ ሕጊ ክንፈትሓ ኣይንኽእልን እዩ ናብ ክርስቶስ ክንመፀ ኣይንኽእልን ኢና ሓረይ ንክርስቶስ ክንኸውን ኣይንኽእልና ስለዚ እንታይ ገይሩ ኣምላኽ እንታይ ገይሩ ክርስቶስ የሱስ ነቲ ሕጊ ዝሓቶ እቲ ሕጊ ዝእውደና ብምሉእ ከፊሎ ንዓናኻ ቀቲልና ንዓና ቀቲልና ንሕና ምስ ቀተልና ምስ ክርስቶስ የሱስ ተሲና ከውን ንመን ኢና ንኸውን ንክርስቶስ ኢና ንኸውን ንሕገይ ንኸውን ንሙሴይ ንኸውን ንመን ኢና ንኸውን ንክርስቶስ ንክርስቶስ ክንከውን ግን ካብ ሕጊ ክንፋታሕ ኣለና ንኣምላኽ ፍረ ክትፈሪ ትደሊ እንተኾይንካ ምሉእ ብምሉእ ካብ ሕጊ ክትወፅ ኣለካ ምሉእ ብምሉእ ካብ ሕጊ ሙሴ ክትወፅ ኣለካ ምሉእ ብምሉእ ክትወፅ ኣለካ ማለት እዩ ኣብ ንብረት ስጋ ኮለና ኢልካ ኣበይ ኮለና ኣብ ንብረት ስጋ ኮለና ንሞት ዝኸውን ፍረ ክፈሪ ብሕጊ ተነቃኒቑ ኣብ ንብረት ስጋ ከሎ ኣረጊት ፍጥረት ኮለና ማለት ንብረት ስጋ ንብረት ስጋ ኦኬ ንብረት ስጋ ኣረጊት ባህሪ እቲ ኣረጊት ባህሪ ኣብ ውሽጥና ከሎ ከይሞትና ኮለና እንታይ ድዩ ሞይቱ እቲ ኣረጊት ፍጥረት እኮ ሃባና ሞይቱ ኣይኮነን እዩ ብርሃን ታረጊት ታረጊት ማንነት እቲ ኣዳም ተኻፍል ናይ ኣረጊት ባህሪ እሱ እዩ ሞይቱ ካባና ከምኡ ኢሎም ዝሓስብሉ ኣረጊት ባህሪ ኣለና ውሽጥና ኢሎም ዝሓስብሉ ወንጌል የተረዳካ ኣረጊት ባህሪ ኣብ ሓደ ኣማኒ የለን ዘይተሓደሰ እምሮ እዩ ዘሎ እምበር እቲ ኣረጊት ባህሪ የለን ኣባና ንሕና ሓደሽቲ ፍጥረት ኢና ኣብ ውሽጢ ሓድሽ ፍጥረት ድማ ኣረጊት ፍጥረት የለን እቲ ብኣዳም እተባላሸው ማንነት ኣባና የለን ብማንነት ደረጃ ኣባና የለን በተሓሳስባ ደረጃ ግን ኩሉ ይኽእል ማለት እዩ ስለዚ ኣረጊት ንብረት ተባሂሉ ዘሎ እቲ ኣዳማዊ ባህሪ ብኣዳም እተኻፈልናዮ ባህሪ እቲ ናይ ሰይጣናዊ ዘርኢ ንስኻትኩም ውሉድ ኣትማን ኢኹም እሽ ኢሎም እቲ ዘርኢ ተመን እቲ ዘርኢ ገበል እቲ ዘርኢ ሰይጣን እቲ ኣዳማዊ ባህሪ ኣብዚ ኣብዚ ኮለና ምዉታት ኮለና እቲ እቲ ምዉት ባህሪ ኣብ ውሽጥና ከሎ እቲ ምዉስ ዘርኢ ኣብ ውሽጥና ከሎ እቲ ምዉት ማንነት ኣብ ውሽጥና ከሎ ኣብ ንብረት ስጋ ከለና ማለት ኣብቲ ምዉት ኣብኡ ከለና ኣብቲ ኣረጊት ሰብ ከለና ኣረጊት ሰብ ከለና ሓድሽ ፍጥረት ከይኮንና ከለና ውሉድ ኣምላኽ ከይኮንና ከለና ንሞት ዝኸውን ፍረ ክፈሪ ብሕጊ ተነቓኒቑ እቲ ኣረጊት ሰብ ብመን ይነቓነቕ ብሕጊ ይነቓነቕ ብሕጊ መን ብሕጊ ሙሴ ነቲ ኣረጊ ሰብ ኣይትዘምር ኣይትስረቕ እንተ ኢልካዮ ሲ ክሰርቕ እዩ ዝጎይ ንምንታይ ሰራቂ ኢኻ መጀመርታ ኣይትዘሙ እንተ ኢልካዮ እቲ ኣረጊት ባህሪ እቲ ኣረጊት ሰብ ክምንዝር እዩ ዝጎይ ንምንታይ ባህሪ እዩ ዘርኢ ተመን እኮ እዩ ዘርኢ ናይ ተመን እኮ እዩ እስኻትኩም ውሉድ ተመን ኢኹም ዘርእቲ እፉኚ ኢኹም ዶ ኣይኮነን ኢሉ ስለዚ ብሕጊ ይነቃነቕ እቲ ባህሪ ማለት ብሕጊ ተነቃኒቑ ኣብ ኣካላት ትምኒትና ሓጢኣት ይዓዩ ነበረ ኣብ ኣካላት ትምኒት መን ይዓዩ ሓጢኣት ይዓዩ እቲ ማንነት ይግለጽ ይግለጽ ብመን ብሕጊ ሕጊ ሕጊ ሕጊ ማለት ሕጊ ሙሴ ንዑ እዩ ዘለዓለልካ እቲ ባህርያ ውሽጥና ከም ዘሎ ይንፈልጥ ኢና ነርና ምዉታት ምዃንና ኣረጊት ባህሪ ኣብ ውሽጥና ከም ዘሎ ዘርኢ ተመን ኣብ ውሽጥና ከም ዘሎ ኣይንፈልጥን ኢና ነርና ስለዚ ሕጊ እንታይ ትገብረካ ኣብ ውሽጥኻ ሲ ይብለካ ሃ ዘርኢ ተመን ኣለካ ዘርኢ ትገበል ኣለካ ሓጢኣት ኣለካ ቫይረስ ኣለካ ናይ ኣዳም ባህሪ ኣለካ ኣረጊት ሰብ ኣብ ውሽጥኻ ኣለዎ እዚ ኣረጊት ሰብ መንግስቲ ኣምላኽ ክወርስ ኣይክእልን እዩ ሕጊ ሓሉ ገለመለ ብዘየገድስ ስለዚ እንታይ ንዑ እዩ ዘነቓንቐልካ ኣለኒ የብለይ እንተልካዮ ሕራይ እስከ እንተዘይብልካ ክንሪኤካ ኢና ኢሉ ኣይትዘሞ በል ይብለካ ከይድካ እቲ ካብኡ ይለዓል ሓይሊ እዩ በቃ ሓይሊ ሓጢኣት እዩ ማለት ሓይሊ ናይቲ ኣረጊት ሰብ እዩ ሓይሊ ሕጊ ንዑ እዩ ዘነቓንቐልካ ንዑ እዩ ዘተስኣልካ ኣብ ኣካላትና ሽዑ መን እዩ ዝዓዩ እቲ ኣረጊት ሰብ እዩ ዝግለጽ ማለት እዩ ፍቕዲ ሽድሽተ ሕጊ ግና ሕጂ ግና ይብሉ ሕጂ ግና ብኣረጊት ንብረት ፊደል ዘይኮነስ ኣረጊት ንብረት መን እዩ ኣረጊት ሰብ ፊደል መን እዩ ሕጊ ኣብ ካልእ ቨርዥን ብጣዕሚ ይደብረሆን እዚ ኣብዚ ብሩህ ኣይኮነን ኣብዚ ክልተ ሓሳብ ይደል ሕጂ ግና ብኣረጊት ንብረት ኣረጊት ንብረት መን እዩ ኣብ ላዕሊ ራዩ ፍቕዲ ሓሙሽተ ራዩ ኣረጊት ንብረት ኣብ ንብረት ስጋ ኮለና ኢሉ ንብረት ስጋ እዩ ዝሕጂ ንብረት ስጋ መን እቲ ኣረጊት ሰብ ማለት ሕጂ ግና ብኣረጊት ንብረት ፊደል ዘይኮነስ ፊደል ከዓ መን እዩ ሕጊ ሙሴ እዩ ብሓዳስ ንብረት ሓዳስ ንብረት ማለት ማለት እዩ እቲ ውሽጥና ሓድሽ ፍጥረት እዩ ማለት እዩ መንፈስ መንፈስ ከዓ ንመን እዩ መንፈስ ቅዱስ ብሕጊ መንፈስ ህይወት ማለት እዩ ስለዚ ብዛ ኣርባዕተ ነገር ኣሎ ፍቕዲ ሽዱሽተ ኣርባዕተ ነገር ኣሎ ኣስተውዕሉ ኣርባዕተ ነገር ኣሎ ኣብ ካል ቨርጅን ከይድኩም ክትሪእዎ ትኽእሉ ኢኹም ብጣዕሚ ኣብ ካል ቨርጅን የነፀሮ ኣብዚ ግን ንፁር ኣይኮን ነገር ግን ኣነ ከብርሃልኩም ሕጂ ግና ብኣረጊት ንብረት ኣረጊት ንብረት ኣረጊት ሰብ እዩ ኣረጊት ሰብ እዩ ኣዳማዊ ባህሪ እዩ እቲ ናይ ተመን ዘርኢ እዩ ፊደል ዘይኮነ ፊደል ተባሂሉ ዘሎ ካነ ሕጊ ሙሴ እዩ ብሓዳስ ንብረት ሕጂ ኣረጊት ንብረት ነይሩ ሕጂ ሓዳሽ ንብረት ሓዳሽ ንብረት መን እዩ ሓድሽ ፍጥረት ሓድሽ ፍጥረት መንፈስ ተባሂሉ ዘለካ መንፈስ ቅዱስ ወይ ከዓ ሕጊ መንፈስ ህይወት ክንግዛእ ካብቲ ሒዙና ዝነበረ ሕጊ ካብቲ ሒዙና ዝነበረ ሕጊ ሞይትና ካብኡ ተፋታሕና

ዊ ኣር ፍሪ ኦኬ ስለዚ ንስኻ እንታይ ኢኻ ኣብ ኣረጊት ንብረት ዘይኮንካ ዘለኻ ኣብ ኣረጊት ንብረት ብፊደል ዘይኮንካ ዘለኻ ኣብ ኣረጊት ንብረት ብሕጊ ሙሴ ዘይኮንካ ዘለኻ ኣብ ኣረጊት ንብረት ማለት ብናይ ኣዳም ባህሪ ዘይኮንካ ዘለኻ ኣብ ምንታይ ኢኻ ዘለኻ ኣብ ሓዳስ ንብረት ሓዳስ ንብረት ስኻ ሓድሽ ፍጥረት ኢኻ ብክርስቶስ ዩ ኣር ኒው ክሬሽን ብሕጊ መንፈስ ህይወት ኢኻ ኻትግዛእ ብሕጊ መንፈስ እዚ ሕጊ መንፈስ ህይወት ኢለኩም እየ ብጣዕሚ ሰፊሕ ስለ ዝኾነ ዓበርስቲ እውን ስለ ዝኾነ ካልእ መዓልቲ ክንሪኦ ኢና ንስኻትኩም ብሩኻት ኢኹም ስለዚ ካብ ሕጂ ሕጊ ንዓኻ ኣይምልከተካን እዩ ኣብ ትሕቲ ሕጊ ሙሴ ዶ ይኮንካ ዘለኻ ኣብ ትሕቲ ሕጊ መንፈስ ህይወት ኢኻ ዘለኻ ብሕጊ ሙሴ ዶ ይኮንካ ትምራሕ ብሕጊ መንፈስ ህይወት ኢኻ ትምራሕ ካብቲ ሕጊ ሙሴ እንታይ ኮንካ ብስጋ ክርስቶስ ሞይትካ ምስ ሞትካ እንታይ ኮንካ ተፈቲሕካ ምስ ተፈትሕካ እንታይ ኮንካ ናብ ካልእ